ሰላም ሰላም ኣሕዋት እንኳዕ ድሓን መጻኹም ናብዚ ናተይ ቻነል ኣነ ምሳኹም ዘለኹም ቤት ሃፍትኹም እየ ሎማዓንቲ ድማ ናይ ንጎ ሮቲን ከመይ ገይረ ገጸ የጽርዮ ከመይ ገይረ ይሓጽቦን ዝብል መደብ ሒዘልክም መጽእ ኣለኹ ኣዝያ ጠቓሚት እያ ንኩላትና ንወዳት ንደቂ ተባዕትዮን ደቂ ኣንስትዮ ኩላትና ገጽና ከመይ ገይርና ኣንጊህና ንከላኸሎ ኩሉ ሰብ ዝገብሮ እንዲ ግን ሓደ ክልተ ቲፕስ ኣለኒ እንታይ እንታይ ንገብረሉ ማለት እዩ ሕጂ ብመጀመርያ እምበኣር ንጎ ተስኤ ወላ ሓንቲ ኣይገበርኩም ዘለኹ ኣቐዲምና ንገብሮ ብናትና መሕጸቢ ጌርና ገጽና ንሓጽቦ። ኩሉ ግዜ መሕጸቢ ክንገዝእ ከለና ዓይነታት መጀመርታ ገጽና እንታይ ዓይነት ስኪን ምዃኑ ክንፈልጥ ኣለና ማለት እዩ። ናተይ ሕጂ ኮምፕሌሽን እዩ። ሓደ ሓደ ግዜ ፍጸጋ መሳሊ ይወጸኒ፣ ሓደ ሓደ ግዜ ድርቕ እብል፣ ኣብ ብፍላይ ኣብ ዊንተር ክኸውን ከሎ ኣከፋፍሊ ናይ ኣፈይ ብጣዕሚ ይደርቕ። ሕጂ እዚኣ ካብ ኖርማል ክሳብ ካብ ኖርማል ገጽ ዓይነት ክሳብ እቲ ጸጋ ዝወጾ ኦይሊ ዓይነት ገጽ ዘለዎ ዓይነት እዩ ዝንኣትዮ ማለት እዩ። ከከም ዓይነቱ እንተተኻኢሉ መጀመርታ ክንፈልጦ ዘለና ኣብ ፋርማሲ ከይድና ይፈልጠኦ እየን ክገዝእ ከምዚ ኢለ መጽየስ እንታይ ዓይነት ምዃኑ ቆርበተይ እንድሕር ኢልከየን ርእየ ኣቢለን እተን ናይ ኣብኡ ናይ ሜክኣፕ ገለ ዝሸጣ ፋርማሲ ዘለዋ እንታይ ዓይነት ከም ዘለካ ይነግራኻ እየን። እንድሕር ደኣ ዘጠራጥረክን ኮይኑ ማለት እዩ ባዕልኻ ከኣ ትፈልጦ ኢኻ እቲ ገጽካ ማለት እዩ ሕጂ በዚኣ ጌረ ክሕጸብ እየ ማለት እዩ ሕጂ እምበኣር ከምዚኣ ገይረ ምስ ተሓጸብኩ ብጽሩይ ዝኾነ ሽጎማኖ ማለት እዩ ናይ ገጽና ጥራሕ መድረሽ ሽጎማኖ ንእሽ ንእሽ ትበለ ብዙሕ ከነዳሉ ኣለና ተዘይኮይኑ ሃ ብሶፍቲ ጌርና ማለት እዩ ኩሉ ግዜ ጽሩይ ክኸውን ኣለዎ እቲ ሽጎማኖ ምድራስ ከኣ ክንፍሕፍሖ የብልናን ኣብኡ ከለና ጥራሕ ሃንቅጽ ሃንቅጽ ነብሎ ከምዚኣ ጌረ እንቂጸ ምስ ወዳእኩ ብድሕሪኡ እንታይ ክገብር'የ ቶነር ክጥቀም'የ ዝደለናዮ ዓይነት ማርክታት ክንጥቀም ንክእል ኢና ግን ኣነ ዝፈትዎ ማርክ ካልኣይ ነገር ከኣ ወላ ውን ጉንስቲክ ዝኮነ ሕስር ዝበለ ዋግኡ ኣዝዩ ጽቡቅ ዝኮነ ማርክ ካብ ኦርዲናሪ ዝጥቀም ግላይሰሪክ ኣሲድ ሸውዓተ ፐርሰንት ዝብል ኣሎ ማለት እዩ ቶነሪ እዚ እዚ ንምንታይ ይጠቕመና ከፅና ሴት ገብሮ ማለት እዩ ዝተፈላለየ ሕብሪ ብፍላይ ኣብ ሳመር ክኸውን ከሎ ገለ ፃዕዳ ፃዕዳ ይወፀካ ገለ ዝተፈላለየ ሕብሪ ይገብር ገፅና ገፅና የብርሃልና ሕጂ ነቲ ዝተፈላለየ ሕብሪ ሓደ ዓይነት ገጽ ንክህልወና ማለት እዩ ሓደ ዓይነት ሕብሪ ንክመጽእ ብፍላይ ኣብዚ ዝጽልም ከባቢ ኣሎ ንከውኢታት ሰጥ የብሎ ማለት እዩ እጂ ከምዚ እንዳገበርና ተኽኢልና ቁርቤ ቁሩብ ነልኤ ኣብ ኢደይ ከምዚ ገይረ ጥብ ኣቢለ ተዘይኮይኑ ኸኣ ኣብ ፓድ ምሽ ኣሎ ንእሽተይ ኣዝማልቶ ገለ ንሰደሉ ኣብኡ ጌርና ክነብል ኣነ ግን ብኢደይ ደስ ይብለኒ ማለት ክሳዕ ውሽጢ መታን ክኣቱ እቲ ኣሲድ ማለት እዩ ዓይንና ከባቢ ዓይንና እንዳተጠንቀቅና ኣብ ኩሉ ቦታ ክሳድና ከኣ ኣይንረስዕ ማለት እዩ ክሳድና ከምዚ ገርና ዝተፈላለየ ሕብሪ ከይከውን የብርሃካ ስለ ዝኮነ እዚ ኣሲድ ብፍላይ ቀጻሊ ትጥቀመሉ ተኮንካ ብርህ ስለ ዝብል ተፈላለየ ከይከውን ኩሉ የእዳውና ወላ እውን ሰንሰቲፍ ቦታ ናትና ማለት ከይከውን ካብ ሰብ ናብ ሰብ ስለ ዝፈላለ እምበር ብዙሕ ሰብ ሕጂ ኣብዚ ትሽትሹ ይጽልም ምሽ ጨጉሪ ምስ ሰደድካዮ ኣብኡ ከባቢ ኣብ ዝጽልሞ ቦታ ኣብዚ ኩርናዕ ናይ ኢድካ ክትጥቀመሉ ትኽእል ኢኻ ኣነ ሕጂ ከምኡ ገይረ ድሓን ክርእየክን እየ ኢደይ ወላ ማለት እዩ ማይ ደይ ትሕዝ ተኾንካ ተመሊስካ ንቑሩብ ደቓይቕ ኣእዳውካ ከምዚኣ ገይራ ሓደ ወይ ክሳብ ክልተ ደቂቕ ክሳብ ድሃፍፍ ቁሩብ ክጽበዮ እየ ማለት እዩ ሽዑ ብድሕሪኡ እንታይ ክገብር እየ ሕጂ እውን ካብ ኦርዲናሪ እዩ ኣይሶ ቪታሚን ሲ እዩ ኣይ ኣሶር ኣሶር ቢልክ እታ ትጥቀማ ቪታሚን ሲ ድማ እንታይ ትብል ሽማ ማለት እዩ ኣስኮርባይል ግሎኮሳይድ ሶሉሽን 12 ፐርሰንት ካብ ካብ ዘ ኦርድናሪ እዩ። እዚ ከኣ ንምንታይ ይጠቅመና ማለት እዩ ቪታሚን ሲ ከምቲ ኩሉ ግዘ ንሂወትና ዘድልዮ ቪታሚን ሲ ንገጽና ኣብ ደጋዊ ኣካል ሓደሽቲ ሴልስ ማለት እዩ ሪጀነሬት ንክገብሩ ይጠቅም ማለት እዩ። ደሓር ከኣ ንደቀቅቲ ላይን ዝወጽእ ናይ ምዕባይ ወይ ውን ብጸሓይ ንኩሉ ነገራት ሰጥ ንክብል ይሕግዞ ማለት እዩ። ሓድሽ ፍሬሽ ዝኮነ ገጽካ ይከውን። ናይ ንጎን ናይ ምሸትን ክንጥቀመሉ ንክእል ኢና። ሕጂ ኣብ ናይ ንጎ ኣብ ምንታይ ከም ዘእትዋ እየ ዘርእየካ ዘለኩ። ብድሕሪ እታ ግላይሰሪክ ኣሲድ ማለት እዩ ነዚኣ ኣውጺኤ ክልተ ሰለስተ ነጥቢ እየን ዘድልያና ብዙሕ ኣይንጥቀመሉን ኢና ቆቁሩ ከምዚ ጌርና ንከናኸኖ ገጽና ማለት እዩ ሰለ ክልተ ሰለስተ ነጥቢ ገይረ ከምዚ ገይረ ኩሉ ፀይ ክሳብ ክሳደይ ገብር ማለት እዩ ብድሕሪ እዚኣ ሕጂ ገፀይ ክሳብ ዝሃፍተለይ ማለት እዩ ሞስቸራይዘር ናይ ዓይኒ ማለት እዩ ናይ ዓይንና ሕጂ ብፍላይ ኣብዚ ናይ ከባቢ ናይ ፍሩሊን ዝበሃል ግዜ ብጣዕሚ ኣነ ሕጂ ኣለርጂ ኣለኒ እዚ ናይ ፖለን ዝበሃል ኣለርጂ ብጣዕሚ እዩ ዓይነይ ፀሊም ዝኸውን ካላኣይ ነገር ሞባይል ገለ ነብዝሕ ዓይነት ሰባት ተኮይና ናይ ድቃስት ናይ ስራሕና ጊዝያት ዝፋላለ ሰብ እንድሕር ኮይኑ ዓይንና ስለ ዝባላሾ ከይተባላሸወ ከሎ ቀጻሊ ከምዚ ገርና ክንጥቀመሉ ማለት እዩ ናይ ዓይኒ ኢልና ቤኑ ዝተፋላለየ ዓይነት ማርክታት ኣሎ ክንሓትት ንክእል ኢና ግን ኖርማል እዚ ሕጂ ክልተ ቅርሺ ገለ እዩ ዝበጽሕ ኣብ ባዓል DM ከምዚ ጌርና ነብሎ ንደርዞ ማለት እዩ። ክንደርዞ ከለና ማራ ክንጸወቶ የብልናን ዓይንና ተነቃፊ ስለ ዝኾነ ረቂቕ ስለ ዝኾነ ብተኻእለና መጠን ከምዚ እንዳገበርና ውሽጢ ከየእተና ቀስ ኣቢልና ሳብ እዚ ምስ ታሕቲ ዘሎ ቀስ ኣቢልና ማሳጅ ንገብሮ ምሸት ብፍላይ። ንጉ ሕጂ ንስራሕ ገለ ስለ ትኸይድ ተብተብ ኢኻ ትብል ብዙሕ ኣይትብልን ኢኻ ኣብ ምሸት ክ ናይ ምሸት ሩቲን ካልእ መዓልቲ ቪድዮ ክገብረልኩም እየ ከመይ ጌርና ቀስ እንዳበልና ማሳጅ እንዳገበርና ገጽና ማለት እዩ ሕጂ ከምዚኣ ጌረ ከኣ ናይ ዓይነይ ወዲኤ ኣለኹ ብድሕሪኣ ናተይ ሞስቸራይዘር ናይ ገጽ ማለት እዩ ናይ ኦሊቭ ኦይል ክጥቀም እየ ናይ ኣሎቬራ ኦይል ናይ ዕረ ክጥቀም እየ ዝተፈላለየ ዓይነት እዩ ዘለኒ ከከም ጊዝኡ ከከም ወቕጡ ኦይል ዘለዎ ኣሎ ኖርማል ኦይል ዝጥቀመሉ እዋን እውን ኣሎ ግን ሕጂ ከከም ጊዝኡ ማለት እዩ ኣብ ጊዘ ሳመር ድሕር ኮይኑ ብዙሕ ኣየድልየካን እዩ ኣብ ዊንተር ተኾይኑ ግን ሕፍስ ዝበለ እዩ ዘድልየካ ሕጂ እዚኣ እጥቀም ኣለኹ ቁሩብ ገይረ ተመዓሙጨይ ማለት እዩ ዝኾነ ዓይነት ሎሽን ክንገብር ንኽእል ኢና ጥራሕ ከም ዝበልኩም ክትገዝእ ከለኻ እንታይ ዓይነት ቆርበት ኣለካ ክትፈልጥ ኣለካ ኣበይ ዓይነት ከመይ ዓይነት ወይዘር ወይ ኣብ ከመይ ዓይነት እዋን ከም ዘለና ከዓ ሕጂ ብሓፈሻ ናይ ኩሉ ሰብ ማለት እዩ ኣብ በዓል ዊንተር ክኸውን ከሎ ብጣዕሚ እዩ ቆርበትና ዝደርቕ ኣብ ሳመር ክኸውን ከሎ ግን ብዙሕ ሞስቸራይዝ ክትገብር ኣየድልየካን እዩ ናቱ ኦይል ስለ ባዕሉ ሰውነትካ ዝፈጥር ማለት እዩ ካብኣ ጌረ ምስ ወዳእኹ ሕጂ ሓንትን ናይ መወዳእታን እሞ ከኣ ኣገዳሲት እንድሕር ከኣ ቪታሚን ሲ ተጠቂምካ ብጣዕሚ ብጣዕሚ ኣገዳሲት ምክንያቱ ቪታሚን ሲ ደገ ምስ ወጻኻ ጸሓይ ኣብዞርብ ናይ ምግባር ተኽእሎ ስለ ዘለዎ ገጽካ ተመሊሱ ከይባላሾ ብሓፈሻ ንኹሉ ግዜ ኣገዳሲ ሳንስክሪን ግድን ክንጥቀም ኣለና። ኣብ ዊንተር ኮነ ኣብ ጸሓይ ኮነ ኩሉ ግዜ ሳንስክሪን ንጸሓይ ጥራሕ ዘይኮነ ወላ ንቁሪ ማለት እዩ ኣብ ግዜ ቁሪ ንፋስ ዝጸፍዓና ንፋስ ገጽና የእርጎ የጨማድዶ ንኩሉ እዩ ሪጀክት ዝገብረልና ማለት እዩ ኣዝዩ ዝሕግዘና ሳንስክሪን እዩ ዝኮነ ዓይነት ማርክ እዩ ሕጂ ኣነ እዚ ናይ ናይ ቆልዑት እየ ዝጥቀም ዘለኩ ሰንሰቲቭ ኣዝዩ ጽቡቅ ማለት እዩ ዝኮነ ዓይነት ማርክ ሳንስክሪን ከምዚኣ ገይረ ቁሩብ ነጥብታት ገብረ ክውዳእ ቀሪበ ኣለኩ ምምጻእ ኣብያትኒ ከየብዛሕና ከመይ ዓይነት ዝሰማማዕና ከኣ ክንሪኦ ኣለና ክንገዝእ ከለና ማለት እዩ ገሊኡ ልሕጥጥ ዝብል ኣሎ ገሊኡ ሓሙሽቲ ዝምስለና ኣሎ ገለ ንዓና ዝሰማማዕ ምስ ቆርበትና መፈተኒ ኣለዎ ፈቲና ንገዝእ ማለት እዩ ግድን ከም ዝበልኩኹም ማር ክኸውን ኣለዎ ግድን ከም ዝኸውን ኣለዎ ክንብል የብልናን ከም ዓቕምኻ ሰብ ከምታ ተኸታተልካዮ ማለት እዩ ካልኣይካ ቆርበትካ ብደገ ጥራሕ ኣይኮነን ተኻናኺንካዮ ዝመሓየሽ ማለት እዩ ብውሽጢ ከኣ ካልእ ቪድዮታት ክገብር እየ ማይ ክንሰቲ ኣለና ማስክታት ንጥቀሞ ኣሎ ኣብ ገዛና ንረኽቦም በዓል ሁሩድ ገለ እንዳገበርና ኣመጋግባና ኩሉ ግዜ ዲታክስ ክንገብር ኣለና ናይ ዲታክስ ቪድዮ እውን ድሓን ኣብ ቀረባ እዋን ክሰርሓልኩም እየ በቁ ሕጂ ከምዚኣ ገይረ ወዲኤ ኣለኹ ሜክኣፕ ገለ ኣይጥቀምን እየ ንስራሕ እንድሕር ኮይነ ቀጻሊ ከምዚ ኣብ ፍሉይ ጊዘ ወይ ኣብ ፍሉይ እዋን እምበር ቀጻሊ ሜክኣፕ ኣይገብርን'የ ወይ ድኾነ ፓውደር ወይ ንእሽተይ ኩሕሊ ቻፕስቲክ ገለ ይገብር እምበር ቀጻሊ ንዓይ የሰልችወኒ እዩ ኩሉ ጊዘ ሜክኣፕ ምግባር ከምዚኣ ገይረ ጨጉረይ ኣስተኻኺለ ክዳነይ ቀይረ ሕጂ ይወጽእ ማለት እዩ ብሩኽ መዓልቲ ሰሰናዩ ነዛ ናተይ ቻነል ድማ መታን ክትዓቢ ኣነ ድማ ሞቲቬት ኮይነ ካልእ ነገራት ብዙሕ መታን ከምጽእ ሳብስክራይብ ላይክ ሼር እንዳገበርኩም ኣተባብዑኒ ኢኩም ብሩክ መዓልቲ ቻው።